ሓረ ክቡራት ተዓዘብትና ሎሚ ሒዝናዮ መጺእና ዘለና ሄኖክ ተኸለ ስነጥበባዊ እዩ ከምቲ ደራፋይ ትፈልጥዎ ኢኹም ሄኖክ ተኸለ ብሕጽር ዝበለ እስከ ንድሕረ ባይታኻ ንድሕት መለሰና ድሕረ ባይታኻ ድሕረ ባይታኻ

ሰብ ከተዕብድ እያ ትደሊ እሳ ናይ ብሓቂ ገለ ዓይነት ደርፊ ኣላትካ እሳ። ያ ኩሉ ሰብ እዩ ዝጽለለላ። ኦኬ እሞ ንኽብሪ እዞም ተዓዘብቲ ከተስምዓና ትኽእል ዶ? እታ ግጥምን ዜማን ድሃብክዎም ድዮም ወላ እታ ባዕለይ ዝደረፍኩዋ እያ? ኖው እታ ናትካ እታ ጽብቕቲ ደርፊ ኣላትካ ናትካ።
ዶ ኔጀርየ ደርፋ። ኦኬ ኦኬ ዶ።

ሄኖክ ይኽለና Because you love ኦ ዎ ዎ ዎ ገለ ዓይነት ገለ ዓይነት ናይ ብሓቂ ናይ ብሓቂ ሄኖክ ናይ ብሓቂ ያ ያ ከምኡ እዩ ሙዚቃ ኣብ ስምዒት እዩ ዘእቱ ናይ ብሓቂ። ብፍላይ ኣላትካ ከዓ ሓንቲ ከምዚ እ፣ ውዕይቲ ኣብዚ ግዜ እዚ እፅለለላ ኣሎ ሰብ በቃ ከምዚ ኩሉስ ኣብቲ ናትካ ስታይል ኣእትዋ ኣለዎ እቲ ሳዕስዒት ይኹን ገለ ነቲ ሳዕስዒት ኣወንዚፍናስ እታ ደርፊ ጥራይ ተስማዕኻና ከመይ

ወላ ትርዝ ኦርዴር ገለ ምጻት ጽቡቕ ይዋጸኒ መን ይሆን ጅምራ መን ይፈርሕ ኣነ ዘይ ጅምራ ኖ ኖ ባዕለይ እንደ ምጽዮ ባዕለይ ይጅምር ሕጂ ጥርሙስ ከነምጽእ ወላ ኮለና ትስተሓተ ትሓትት ነምጽእ ኣረ ኮሎ ትስተሓተተስ ይሓትት ማለት እዩ ኣረ ጽቡቕ ሳሌም በኣ ክጅምር መጀመርታ ብወዲ ተሰዓምክላ መዓልቲ

ሄኒ ተዳሎ ጠዋል ምስታ መወዳእታ ዓርክኻ ዝነበረት ጓል ብምንታይ ምኽንያት ኢኹም ተፈላለዩ? ያት እዚኣ ሕቶ ረኺበልኪ ዲኺ ትሓትዮ ዘለኺ? ብጣዕሚ ከባድ ሕቶ እምበር እሞ ትቐይረልካ ዶ ክሓተካ ዶ ባዕለይ ደሓን እዚኣ ምላስ ሓራይ እስከ ፅቡቕ መልስ እንታይ መልስ ክትሕፍረኒ እንዶ ዋዕ ኣታ ስልካ ንበፀፀፅ ኣይትበል
ድንግልናኻ ሃበኒ ኢላትኒ ኣነ ከዓ መርዓን ደርዓን ከይበፃሕናስ ኣይከውንኒ ኢለያ ብኸምኳት
ኣታ ጥዑይ እንዶ መልስ ክትሰርቕ ምስ ረኸብኩዋ ተፈላለና እንታይ ትሰርቕ ናይ ኖታ ናይ ሓንቲ ዳ ወርቂ ክትኣትዋ ረኺብያ እንታይ ከይትሰርቕ ፈሪሕኪ ካባይ ተኸዊላ ምስ ሓደ ወዲ ካብ ሆቴል ክትወፅእ ኢድ ከም ፈንጂ ረኺባ
ሄኖክስ ፈፂሙ እኮ እዩ ዘይሓልፈልካ ግደፍዮ እባ

ካብዞም ኣብዚ ዘለና ግድነት ንሓደ ሰሙን ዕርክነት ጀምር ተትበሃሊ ንመን ምስ መረፅኪ ስለምንታይ? ዋይ ከባድ ኣታ እዚኣ ስፍ ትብል ኣይኮነትን
በጃኺ ዕድልኪ ከይተባላሽዊ ንዓይ ከይትመርፂ ሓሲበካ
ኣታ እዛ ሕቶ ዶ ኢንሰግራም ፍሉጥ እዩ ንዓይ ክትመርፅ ኣይ ኣነስ በለኩም ኣነ ንሄኖክ እየ ድመርፅ ምክንያቱ ሄኖክ ኣፈቃሪ ልዕሊ ኩሉ ልዕሊ ኩሉ ዝሕጉሰካ ከዓ ግፉዕ እዩ
ጉፉዕ ወላ ንፉዕ ግፉዕ እምበራት ሄኖከይ ትበቃ እንዲኻ ነብስኻ ተሰሚዕኒ ሕጂ ክሓትት ዶ ማይክ ንመጀመርታ ግዜ

ምሳኹም ክፃወት ዳኒ ቱርጁ ገለ ባህላ ይኒኻ ያ ንሓንቲ ጓል ለሊኻሲ ብውሑድ ዓሰርተ ግዜ ድኾን ተመላለስካ ኣለኻ ኣብታ ናይ ጀላቶ ኢታልያ ነበታ ታሕቲ ምስ ወረድካ ገዛ ባንዳ
ጎሎመይ እንዲያ እታ ማይክ ኣይትፈልጥን ኢኻ

ንመን ክሓትት እየ ንዓይ ኣትለተኒ ሓራይ ክሓተኪ እየ ካብዞም ኣብዚ ዘለና ንሓደ ግድን ተመርዓው ተትበሃልስ ንመን መረፅኪ ንማይክ መረፅኩ ንምንታይ በለኒ በለኒ
ሓራይ ንምንታይ ንምንታይ ንዝበልካዮ ፈቃሪ ቁሩብ ዝሕል ዝበለኳ ተኾነ

ሶሪ ኣሸግረክምሽ ኖ ፀገም የለን
ስመን እንዶ በይንኽ ዲኺ መፅኢ ሰብ ኣለኪ ድዩ ወልዚ ዓዲ ዲኺ ሶሪ ሕቶታት ኣብዚሐልኪ ምሽ ኖ ጸገም የብሉ ምስ ኣብ ሕጽኖት ዘለዎ ፋሚሊ እየ መጽ ክገርመካ ማራ ይሸንችኒ ነይሩ ቋን ኣኽብ ረኽብክኹም ዋው እሞ ጽቡቕ ዕድል ኢኺ ጌርኪ ከመይ እሞ ጀምዓና ኢንጆይ ጌርክዮም ዶ ደስ ክትብሉ
ኣዕሩኽ ዲኹም? እወ
ዓርኪ መሓዛ ኢና።
ኣቲ ናበይ ክትእቱ ተብልና ኣለኺ? ኣታ ነዚ ቦታ ክንርኢ ኢለ እየ።
እዚ ካይዳኺ ግን ከምዚ ኣፈርኩቡ ዝተባህለ ናይ ዝመስል ዘሎ። ንዓናይ ጥራይ ስቕ ኢልካ። መን ሽምካ?

ኣንታ ነዛ ነብስኻ ከመይ ኢኻ ትርእያ? No እዚ ከማን ትሕትና ኣለኒ ኮይኑ እምበር ብዛዕባ ዳኒኤል ጀሚረ እንተ ዝዛረብሲ። እዚ ጃህራ እንዶ ግደፎ። ናይ ብልበይ ብኹሉ ዓይነት መገዲ ፍቕረይ ምገለጽኩልኪ። እንተ ደሊኺ ከም ህንዲ ብደርፊ፣ እንተ ደሊኺ ከም ፈረንሳ ብምስዓም፣ እንተ ደሊኺ ከም ሓበሻ ብጸርፊ፣ እንተ ደሊኺ ብግጥሚ፣ ብድላይኪ መገዲ። ናይ ብሓቂ ናይ ብሓቂ እየ ሕጂ ንኣብነት ኣፍቃሪት እየ ነርኩ ተትኾኒ ኣብዚ ቀይሕ ምንፃፍ ኣንፂፈ ብኢድ ክሒዘ ብጥንቃቕ ምሰጎምኩ ኣብ መንጎ ሽዑ ናብ ዕቕፈ ፅግ ምስራስዕ ክኾን እየ ደሓር ብሓደ ክትግምትዮ ዘይትኽእል ሰርፕራይዝ ገይረ ድማ ምንነቕ ክኾን እየ ፅቡቕ እዩ ደስ ዝብል እዚ ግን ንዓይ ክምስጠኒ ይክእል እዩ። እዚ ጥራይ እኹል ኣይኮነን ሽዑ
እቲ ሓንቶ ይድበልኪ ሓቂ ኣየናይ
እቲ ብዛዕባይ ዘዕለልኪ
ዝበዛ ሓቂ ብጋጌዲ እንዴ ከመይ ኢለ መፈልጥ ናይ ብሓቂ ኩሉ ነገራትካ ጀንትል እዩ ክፃወት ዝሓሰብኩ ከምኡ ዝበልኩኻስ ደኒንካ ክትሓተና ከላ ክሳብ ሓንቲ ፊልም ዝረኣኹዋ ኣዘኪራትኒ ብኻ ናይ ብሓቂ ኮይኑለይ ኢለ ማዕረ ክንዱ
ኣነ ዳኣ ተዳሂለ ነይረ እንደ ኢለ ሓሲበ ቤላ እምበር ነይርካ ከምኡ ኢልካ ንጓል ሓይትካ ትፈልጥ ዶ ኖ ኣነስ ከምኡ ኢልካ ምሕታትሲ ከምዚ ኣብ ናይ ኢንድያን ሙቪ ገለ ትድረ ትሪኦ ጥራይ ኮይኑ ይስማዓኒ ፊልም እሞ ከምዚ ኣብ ሓቀኛ ሂወት ዝተመርኮሰ እንድዩ ይኸውን እዩ ግን ምናልባት ኣፍቂርካ ስለ ዘይትፈልጥ ከይትኸውን ዓርኪ ነይራትካ ዶ ኣላትካ ዶ ወይስ ነይራትካ ዶ ሕራይ ዓርኪ ኣላትካ ዶ
የብለይ ካልኣይ ከዓ ንእሽተይ እንዲ ዘለኹ ኣንታይ ትላገፅ ኣሎ ናይ ብሓቂ ዘይተላገፁ የብለይ
ሕረይ ኔራትካ ዶኸ እወ ኔረን
ከመይ ዓይነት ጓል ኢኻ ከተፍቅር ማለት ኣብ ጓል ደስ ዝብለካ ነገራት ማለት መልክዓ ባህርያታ
ንዓይ ፍቕሪ ብኣዒንትን ብፍሽኽታን እዩ ዝገልጽ። ቀታሊ ኣጠማምታን ሰሓቢ ፍሽኽታን ዘለዋ ተኾይኑ ዝያዳ ትምስጠኒ ከምዚ ከማኺ። ብሓቂ በል
ባህርያታ ከ
ባህርያታ ኮላይ ለጋስ ሕውስቲ ተዋዛይት ሓላይት ዋው
ደስ ዘብል መዐቀኒታት እዩ በዚ ናትካ ክራይተርያ መሓልፍ ኩሎ ትብለኒ እንዴ እስከ ክሓስበሉ ክጸልኣከ ኣይትጽልእኒ ጓለይ ኣጸቢቕ ክንበር መሓለፍኪ ግን ክሓተክን ኣብዚ ሕጂ እዋን ፍቕሪ ሌልኪ ዶ ትሓስቢ ፍቕሪ ዶ ኣለዋ ነዊሕ ከይከድኩም ንዓና እንዶ ርኣይ ንሕና ሕጂ ነቲ ናይ ነዊሕ ጉዕዞ ፍቕርና ከነብዕል ኢና መጺና ዘለና ደስ ዘብል እዩ ከምዚ ናትኩም ምርኣይስ ዘሕጉስ እዩ ንስኻትኩም ከ ፍቕሪ ኣዲኹም መሳርሕቲ ኣቲ እንታይ ኢና ክንበሃል? እንድዒ መሓዙት ኢና ምባል ዶ ሓይሽ? ኖ ልክዕ ንምዃን ሌላ ኣለና፣ ግን ገና ኣብ መስርሕ ኢና ዘለና። ፍቑራት ንምዃን ዲኹም ኣብ መስርሕ ዘለኹም ማለት ድዩ? ኖ መሓዙት ንምዃን እምበር።
መሓዙት ንምዃን ዶ መስርሕ ኣለዎ እዩ? ቀንዲ እምበር ኩሉ ነናቱ መስርሕ እዩ ዘለዎ። እም፣ ቅድሚ ክልተ ሰሙን ገለ ክኸውን እንድየ መሓዙት ክንከውን ሓይትያ ንሳ ከኣ ቅድም ንጸናናዕ ብድሕሪኡ ንውስን ኢላትኒ።
ከምዚኣ ዝበለት ነገር እኮ ሰሚዐ ኣይፈልጥን። ፍቕሪ ተትጅምሩ ግን ክንደይ ደስ ትብሉ ምኾንኩም። ክርእየኩም ከለኹስ ማሽ ትገብሩ ትመስሉ። ድሕሪ ግዜ እኮ ይተርፈናን እዩ ናብኡታት ገጽና ኢና። ቃል ቃል እያ ሓዙለይ። ዳሕራይ ንዓይ ኣብ ዘየድሊ ስምዒት ምስ እተወትኒ ድሕር ሃስያትኒ ክትምስክሩለይ። እንተ
ኮይና ክትሃስየካ ንዓኻስ ነብሲ ረኺባላ ንሳ ከይትህሰ በል እምበር። ናተይ ስክፍታ ግን በዚ ሎሚ ግዜስ ፍቅሪ ክጸንዕ ይኽእል ዶ ዝብል እዩ እስከ ካብ ናትኩም ተመክሮ ከ እንታይ ትብሉና። ይጸንዕዎ ጥራይ ኣብ መንጎ እቶም ፍቁራት ግሉጽነት ክህሉ ኣለዎ ግሉጽነት እንተዘይ ሃልዩ ፍቅሪ ዋላ ሓንቲ ትርጉም የብሉን። ኣነን ቤቢን ሕጂ ኩሉ ነገር ኢና ንተዓላልል። እወ ኣብ መንጎና ምስጢር ዝበሃል ነገር የለን ኩሉ ነገር ኢና ንዘራረበሉ ወላ ምስ ካልእ ቴክስት ዝገበርናዮ ከይተረፈ ኢና ንረኣኣ ካልእ ከኣ ሓልዮት ክህሉ ኣለዎ ክትተሓላለ ኣለካ። ልዕሊ ኩሉ ድማ እምነት ክህሉ ኣለዎ ዘይትተኣማመንን ሓቂ ዘይትነጋገርን እንተድኣ ኮንካ ብሓንቲ ትርጉም የብሉን።
ዋእ ብጣዕሚ ደስ ትብሉ እምበር መጀመርታ ብከመይ ኢኩም ተፋቂርኩም? ዝተላለናሉ ማለት ድዩ? እወ ማለትሲ መዓስ ተላሊኩም?
ኣብ ሓደ መርዓ እንዳ ሕጽኖት ንበጽሕ ምስ ከድና ኢና ተላሊና። ቤብ

ኣታ ሰብ ርኤልካ ኣይትሓሱ።
ደሓን ደሓን ዘባእስኩ የብሉን ሓዲኹም ጀሚሩ ዳሕራይ እቲ ሓደ መሊኡ ከምኡ እንዳበልኩም ከኣ ምሉእ ለይቲ ክሳብ ድምሲ። እቲ ነገሩኸ ሱስዋ።
ደሓርከ ኣብ ዝቐጸለ ግዜ ማለት እዩ። እወ። ሽዑ ደኣ ሻሂ ብሓንሳብ ሰቲና ሓደ ምሸት ሽዑ ሓቲትኒ። ኣተሓታትትኡ ደስ ክብለካ። ከመይ ድዩ ነይሩ?
ንስ ኣፍቂረካ ኣለኹ ምስ በለትኒ። ኣነ ከኣ እሞ እንታይ ጸገም ኣለዎ ፍቑራት ዘይንኸውን ኢለያ። ኦኬ ሩት ሽዑ ሕራይ ኢላ ማለት እዩ። እና ኣይበልኩዎን ሓደ ሳልስቲ ዝኸውን ኣመላሊሰዮ ክላገጽ ኢለ ድሕሪኡ ግን ጀሚርና ጸኒዕና ከኣ ንጉዓዝ ኣለና። ናይ ብሓቂ ደስ ዘብል እዩ። ክንደይ ዝኣክል ግዜ ብሓንሳብ ዜርኩም?
ዋእ ሕጂ ደኣ ናብ ሻምና ኢና ንኸይድ ኣለና ሓቀይ ድዩ? እዎ ናብ ሻምና ኢና።
ደቂ ክንደይ ከለኹም ጀሚርኩማ ማለት እዩ? ሻምናይ ዓመትኩም ን ሻምናይ ወርሒ ነንብር።
ግን ካብ ሚሒር ግዜና ብሓንሳብ ምሕላፍ ከምዚ ዕድሜና ምሉእ ብሓንሳብ ዝጸናሕና ኮይኑ ይስምዓና። እወ ብጣዕሚ ነዊሕ ግዜ እዩ። እህም ብፍላይ በዚ ናይ ሎሚ ግዜ ነዊሕ እዩ።